Hello, this is Microphone Media. Please like, subscribe, and share. Thank you.
ሰላም ጥዕና ሃበለይ ድሓን ደው ኢልኩም ድሓ ድሓ ዴርኩም ኣብ መላእ ዓለም ዘለኹም ሰማዕትና ሰላም ንኣኻትኩም ይኹን እዙይ ማይክሮፎን ሚድያ እዩ ንማይክሮፎን ሚድያ ሓደሽ ዝኾንኩም ከዓ መንቋ ድሕና መፃኹም እናበልና ናይ ኩሉ ሻዕ መድመፅቲ ናይዚ ቤተሰብ ንኣካል ኮይንኩም ክትቅፅሉ ሰብስክራይብ ዘይገበርኩም ሰብስክራይብ ግበሩ ላይክን ሼርን ጌርኩም ንክሰምዕዎ እውን ብኸብረ ንዕድመኩም ሰማዕትና ብኣርከስ እዙይ ካብ በልና ሰማዕተይ ከምዚ ሰብኣይ እዙይ ዝመሰለ ከም ወዲ ወረደ ዝመሰለ ሰብ ተርእዮ ኣይፈልጥን ብብሰከንዱ ሓሳቡ ዝቕይር ናብ ዝጎተትካዮ ወይ ከዓ መን ሓደ ንኸሐጉስ ኢሉ ኩሉ ነገር ዝገብር ኣብቲ ዝሓለፈ ቪድዮ እንታይ ኢልናኩም ነርና ኣብ ኣክሱም ተገይሩ ዝነበረ ኣኼባ ንሓፂር ግዜ ታደሰ ወረደ ኣዘራሪቦምዎ ነይሮም እዮም ሰራዊት ትግራይም እቲ ውድብ ህወሓትን ሽዑ እንታይ ኢልዎም ነይሩ ኣነ ምንም ስልጣንም ገለም ዝደልዮ ነገር የብለይን ካብ ትግራይ እውን ዝወፀሉ ነገር የለን ብሰላም ኮይነ ብትግራይ ስቑኢለ ክፀንሕ እየ ዝደሊ ስራሕ እንተልኩምኒ ክሰርሕ እየ ይትሰርሕ እንተልኩምኒ ከዓመ ስቑኢለ ክቕመጥ እየ ዝደሊ ኢልዎም ነይሩ ምክንያቱም ኣብ ኣዲስ ኣበባ ከይዱ መንም ተቐባሊ ከም ዘይብሉ ስለ ዝፈልጥ ኣብ ኣዲስ ኣበባ ከይዱ ክዝረብ ክዛረብ ክሰርሕ ክእመን ዘይኽእል ምዃኑ ስለ ዝፈልጥ ኣብ ትግራይ ኮይነ ክቕመጥ ክጸንሕ እየ ዝደሊ ኢሉ ነይሩ እዩ እዙይ ብሚድያ ኣውፂናዮ ብሚድያ ምስ ኣውፃናዮ እንታይ ኮይኑ ዓብዪ ኣሕመድ ከዓ ደው ኢሉሉ ድሕሪ ሓደ ሰዓት ዝኣክል ንሕና ናይና ምስ ተርኣየ ካልእት ሚድያታት እውን ምቅብባል ምስ ጀመርዎ ዓብዪ ኣሕመድ ከዓ ደዊሉ ብጣዕሚ ተቆጢዕዎ እንግዲህ ከምቲ ዝነገርናኩም ስድርኡ ኣብ ኣዲስ ኣበባ ልኢኹ እዩ ዘሎ ደቁም ያው ስድራ ዋዴቨር ገዛ መንበሪ ተውሂዎም እዩ ዘሎ ሴቶች ኣደባባይ ኣካባቢ ዝበሃል ካብቱ ኣራት ኪሎ ቤተ መንግስቲ ውረድ ኢልካ እዩ ኣብኡ ከባብታት ከም ዘለው እዚ ሓበሬታ ኣለና ስለዚ እቲ ቪዛ እውን ኣውቂዖም ከም ዘለዉ ናብ ጀርመን ንክኸዱ ብሶሻል ሚድያ ብተፈላለየ ሚድያታት እናሰማዕኹም ወቐን እዮም ኢኹም ብሳተላይት ሚድያ እውን እንተይቀረ ባዕሉ ናይ ባዕሉ እውን ቪዙ ኣውቂዑ ከም ዘሎ እናተነገረ እዩ ነይሩ ሕዚ ኸ እንታይ እዩ ኮይኑ ዝኒሆ ታደሰ ወረደ ዓብዪ ኣሕመድ ደው ኢሉ ብምንም ተኣምር ሄዚ መግለፂ ሂብካ ኣይለቅቕን ክትብል ኣለካ እቲ ቅድሚ ውግእ ዝነበረ መንግስቲ እንድሕር ይመለስ ኢልካ ኣብ ትግራይ እንድሕር ፀኒሕኻ ንስኻ እውን ኩሉ ነገር ተሓባባሪ ምዃንካ ንኣይ እውን እናሓሰኻ እናታለልካ ከም ዝነበርካ ከፈፅም እየ ዝበልካዮ ኩሉ እንተይፈፀምካ ኢኻ ትቐሪ ዘለኻ ዚኣ እንድሕር ክኣምነካ ትደሊ ኮንካ ግን ካብ ስልጣነይ ኣያወርድን ስልጣነይ ሒዘ ክፀንሕ እየ ኢልካ ክትዛረብ ኣለካ መግለፂ ሀዚ ክትህበ ኣለካ ኢልዎ ዝገርመኩም ኮ እዩ ኣርባዕተ ሓሙሽተ ግዘ መግለፂ ክህብ እየ ኢሉ ሰሪዝዎ እዩ ፅባሕ ይብል ድሕር ፅባሕ ይብል ድሕሪኡ ይብል ከምኡ ይብል እዩ ፀኒሑ ነይሩ ብድሕሪኡ ከዓመ በቃ ኣነ ዝገብሮ ነገር የብለይን ኢሉ ተቐሚጡ ከም ዝነበረ እዚ ዝተረጋገፀ ነገር ኢና ንነገረኩም ዘለና ሄዚ ከ ዓብይ ኣሕመድ ደው ኢሉ መግለፂ ሃብ ምስ በሎ ሄዚ ከዓ ምሓፃር መግለፂ ሂቦ ኣሎ ከንውሖ ይኽእል እዩ ግን ንሓፂር ግዜ ተብሂሉ እዩ ተፀዊዖም ዘለዉ እቶም ሚድያታት ድንገት ተፀዊዖም ዘለዉ እዚ እዚኣ ሪከርድ እናገበርኩልኩም እናሃለኹ ኣብታ ናይ ፕረዚደንት ቢሮ ኦፊስ ኦፍ ዘ ፕሬዚደንት ኢሎምዎ ኣለዉ እምበር ቢሮ ኣብ ውሽጡ ኣብ ቢሮኡ ድዩ ዘሎ ኣብ ቢሮኡ ከም ዘየለ እዩ እውን ኮላይ ሰሚዕና ዝነበርና ኣብ ደጀን ከም ዘየሎ ግን ኣብ ዝኾነ ኮይኑ ብቻ መግለፂ ይህብ ከም ዘሎ ልኢኾ ኣሎ ኣብቲ መግለፂ ከ እንታይ እዩ ኢሉ ዘሎ ቅድሚ ውግእ ዝነበረ እቲ ብህዝቢ ዝተመረፀ 2.8 ወይ ከዓ 3 ሚልዮን ህዝቢ ዝኣክል መሪፁ መንግስቱ ኣጣይሹ ዝነበረ ክምለስ ኣይግብኦን እንድሕር ንሱ ተመሊሱ ውዕል ፕሪቶርያ ባዕልካ ምፍራስ ማለት እዩ ይረአኹም እንግዲህ ዓብዪ ኣሕመድ ከም ዘሎ ውዕል ፕሪቶርያ ኣፍሪሱ ንሱ ጥራሕ ኣይኮነን ውዕል ፕሪቶርያ ጥራሕ ኣይኮነን ነፍሪሱ ንውድብ ህወሓት እውን እቲ ከይዱ ምስኡ ቀንጭ ኮይኑ ዝተፈራረመ ኣይፈልጠካን እየ ኢሉ ሰሪዝዎ እዩ ነበር ህወሓት እናተባሃለ እዩ ዝዝረብ ብቶም ሚድያታት ናይ መንግስቲ ናይ ብልፅግና ሚድያታት ነበር እናተባሃለ እዩ ባዕልቶም ንጌታቸው እውን ነበር እናበሉ እዮም ዝዛረብሉ እዚ የፍሪሱ እናሃለወ ሰራዊት ብንታደሰ ወረደ መሪሕነት ኣብ ዓፋር ኣደራጅዩ ኣብ በለ ፀለምቲ ኣደራጅዩ ኩሉ ዘድሊ ሓበሬታን ዕጥቅን ኩሉ ነገር ካብ ትግራይን ካብ ኣዲስ ኣበባን ንክለኣኾም ራሽን ካብ ኣዲስ ኣበባ ዝለኣኾም ዘሎ ብኒ ታደሰ ወረደ መሪሕነት ከም ምኳኑ ብቑሉዕ ህዚ ወፂኦም ይዛረቡ ኣለዉ ተመኡ ዝነበሩ ኣየኹም በርትዑ ደቀይ እናበለ ይልእኸሎም ከም ዝነበረ ኣብኡ ዝንሸዊት ቢተው ይዛረቡ ኣለዉ ኣብ ዛራ ሚድያ ህዚ ትማሊ ከምኡ እናበለ ነይሩ ስታሊን ኣዮኻ ዝወደይ ደንቋዕ ደስ በለካ ተሸይመ ኣለኹ በቃ ተመሪፀ እየ ኩሉ ነገር ክስተኻኸል እዩ ኢሉ ቴክስት ገይሩለይ ነይሩ እዩ ኢሉ ንዛራ ሚድያ ተዛሪቡ ከም ዝነበረ ሳሊን ትማሊ እናተዛረበ ነይሩ ሸዊት ቢተው ኣብ ዓፋር እናሃለወ ማለት እዩ ስለዚ ታደሰ ወረደ ኩሉ ነገር ዝሰርሕ ዝነበረ ሰራዊት ትግራይ ኣፍሪሱ ካሊእ ሰራዊት ናይ ባዕሉ ኣብ ዓፋርን ኣብ ጸለምትን ዘደራጁ ዝነበረ ሰብ እዩ እዚ ክኾነሉ ከምዘይክእል ርእዎ በቃ ኩሉ እቲ ሰራዊት ኩሎም ቶም ኣርምታት ሀዚ መግለፂ ኣውፅኦም እዮም እቲ መንግስቲ ቅድሚ ውግእ ዝነበረ መንግስቲ ናብ መረበቱ ክምለሰ ኣለዎ ውድብ ህወሓት ዘውፅኦ ብምልኡ ተቐቢልናዮ ኢና ኢሎም እዮም ሀዚ ኣብ ዝለዓለ ጨንቅን መከራን ዘሎ ፍርሒ ራዕዲ ውሽጢ ኣትዩ ዘሎ ታደሰ ወረደ ንምእንቲ ሃዲሞ እኳ እንተኸድኩ ኣብ ኣዲስ ኣበባ ይኸው ዕግርግር ተፈጢሩ ፈጢረ ነይረ እየ ዝከኣለኒ ፈቲነ ነይረ እየ ንምባል እንታይ ለውፂ የሎ ይመስለኩም ታደሰ ወረደ ሀዚ እቱ ቅድሚ ውግእ ዝነበረ መንግስቲ ትግራይ ይመለስ ማለት ውዕል ፕሪቶርያ ምፍራስ ማለት እዩ እዙ ከዓመ ናብ ውግእ ዘምርሕ እዩ ናብ ወግእ ዘምርሕ ነገር ክዓመ ክንድግፍ የብልናን ኣነ ክዓመ ስርሐይ ይሰርሕ እየ ክሰርሕ ድልው እየ እቶም ሴክተራት እውን ብምልኦም ናይ ጥዒናም ናይ ትምህርትም ናይ ኩሎም እናሰርሑ እዮም ዘለዉ ብትሕተይ ኮይኖም እቶም ካቢኔ ናይ ግዜያዊ ምምሕዳር እውን ተኣኪቦም ስርሖም ክቕፅሉ እዮም ኩሎም ከም ዘሎ ኮይኖም ክቕፅሉ እዮም ዝብል ከዓ መግለፂ ኣውፅኦ ኣሎ እዚን እየን እተን ነጥቢ እተን ነጥቢ ውፅእዎን ዘሎ ክቕፅሉ እዮም ክንቅፅል ኢና ዝብል ከዓ መውፅኡ ኣሎ ንምንታይ እዩ ዓብዪ ኣሕመድ ሀዚ መግለፂ ከምዚኣ ኢልካ ክትህበ ኣለካ ኢሉ ስለ ዝኣዘዞ እዩ ዓብዪ ኣሕመድ ደው ኢሉ እንድሕር እዚኣ ዘይገበርካ ኮንካ ኩለን ተን ቃልኣት የነልካል ዝነበርና ከም ዘይትረኽበን ፍለጠን ንስኻ ንኣይ ትዛረበኒ ዝነበርካ ኣየዃ ምንም ነገር ንቕንቕ ዘብለኒ ነገር የለን እናባልካ ትሕስወኒ ዝነበርካ ሓሶት ምዃኑ ሀዚ ርእዮዮ እየ ኣይኾነካን ሰብ እዚ እናበሉ ብዙሓት እውን ይነግሩኒ ነይሮም እዮም ግን ከ ሀዚ ወፂኻ ከዓመ በቃ ሱቕ ኢለ ክነብር እየ ተራ ዜጋ ኮይነ ክነብር ኣብ መቐለ እየ ዝነብር ኣብ ትግራይ እየ ዝነብር ኢልካ ከም ተዛረብካ ከዓመ ብሚድያ ይዝረበ ኣሎ ስለዚ እዚኣ ነገር እዚኣ ትኽክል ከም ዘይኮነት ወፂኻ እንድሕር ዘይተዛሪብካ ኩለን ተን ዘለዋኻ ዕዳ ካብ መንግስትም ይኹን ተተውሂቡ እኳ ዘሎ ንብረትም ይኹን ቤተሰብካ ስድራኻም ብቻ ኩሉ ተሓታትነት ካብ ተሓታትነት ኣይትወርድን ስለ ዝበለ እዩ ኣብ ትግራይ እንተፀኒሑ ብብዙሕ ነገር ዝሕተተሉ ኣሎ ካብ ኩሉ ንላዕሊ ህዚ ዓብዪ ጨንቂ ኮይንዎ ዝኒሆ ታደሰ ወረደ ኣብ ትግራይ እንተፀኒሐ ብሕገ ክሕተት እየ እዩ እቶም ጀኖሳይድ ዝፈፀሙ እዚ ኩለይ ዓገበን በደልን ዝፈፀሙ ኣንሽቲ ዝደፈሩ ብምልኦም እንካብ ትግራይ ብለይቲ እዩ ኣውፅኡ ሰይድዎም ኩሉ ነገር ምስ ማስረጃኦም ምስ ዶኩሜንቶም ኣሚኖምሉ ዝነበሩ ካሊእ ብጣዕሚ ብዙሕ ነገር ኣሎ ካብ ኩሉ ንላዕሊ ግን ንሱ እዩ ሰራዊት ምድርጃው ዝኹለይ ጥፍኣትን ዓገምን ይገበር ስለ ዝነበረ ስለዚ ኣብ ትግራይ እንተኮይነ ካብ ስልጣን እንተወሪደ ብሕጊ ክሕተት እየ ብሕጊ ከይሕተት ዝገብረኒ ኸ ፅባሕ ድሕር ፅባሕ እናተባሃለ ነፃ ኮይነ ክንቀሳቀስ ዝኽእለሉ ኸ ኣብ ስልጣን እንተኮይነ እየ ናብ ኣዲስ ኣበባ እንተኸይደ እውን ኣብ ኣዲስ ኣበባ ማንም ተቐባልነት ኣይብለይን እንካብ ኣዲስ ኣበባ እውን ከይትወፅ ኢሎም ክኣስሩን እውን ይኽእሉ እዮም ኣብ ኣዲስ ኣበባ እውን ብሕጊ ክሓቱን ይኽእሉ እዮም ኣነ ተዛሪበ ከስምዕ ኣይክእልን ገበን ዝፈፀምኩ እየ ኢሉ ስለ ዝኣመነ እዩ ታደሰ ወረደ ህዚ ብዝለዓለ ኩነት ኣብዛ ዝኣትወላ እዚ ሕዛ ዝጭብጥ ኣይስኢኑ ዝኒሆ ህዚ ብደቃይቅ ዝቕይሮ ነገር ብደቃይቅ እናፀውዖ ዝዛረበሉ ነገር ብስሩ ሓደ እቶም ሚድያታት እውን ፕረዚደንት እናበሉ ዝፅሕፉ ዘለዉ ፕረዚደንት እናበሉ ቃለ መሕተት ክህብ እየ መግለፂ ክህብ እየ እንትብል እንተሎ ከይዶም ምስምዖም ዝሕተቱ እዮም ኩሎም ቴሌቭዥን ትግራይም ይኹን ድምፂ ወያነም ይኹን ዝሕተቱ እዮም ክሕተቱ እዮም ቶም ጋዜጠኛታት ንዓርሶም ፕረዚደንት ኣይኮነን ኦረዲ ሰራዊት ትግራይም እቱ ካንሱል ከዓም ካብ ኩሉ ንላዕሊ እቶም ሸሞንተ ኣባላት ተሸዓዮም ንሱ ስለ ዝነበረ እቶም ሸሞንተ ኣባላት ሙሉእ ብምሉእ እቲ ውድብ ሕወሓት ዘውፅኦ እቲ ብህዝቢ ዝተመረፀ መንግስቲ ተመሊሱ ክጣየሽ ምዃኑ መግለፂ ኣውፅኦም እናሃለው ነበር ፕረዚደንት ታደሰ ወረደ ወይ ከዓመ ነበር መራሒ ወይ ኣዛዚ ሰራዊት ትግራይ ኢሎም ከውፁ ዝግብኦም ህዚ ኮስኮስ እናበሉ ክኸደ ይግብኦም ነይሩ ግን ዝኾነ ኮይኑ ከምዚኣ ኢለ ኣሎ ተኸታተልና ግን ኩለን ቃል ብቃል ንሱ ዝተዛረበን ናባኻትኩም ክነምፅእ ኢና እዚኣ ግን ቀጥታ ካፍቱ ናታቶም ዌብሳይት ዝረኸብናያ እያ ለጢፎምዎ ዘለው ተን ዝበለ ንሳተን እየን ተን ሓፀርቲ ነጥቢ እየን እዚ እናዋልኩ ንህዘው እዚ ኣኽለኒ ታደሰ ወረደ ዝብሎ ብምንም ዝሰርሖ እናተኸታተልና ሪፖርት ክንገብር ተኮይንና እምበር ዝዛረቦ ምንም መጨበጢ ከምዘይብሉ ብደቂቑ ምስ ሰራዊት ትኸውን እንተሎ ካሊእ ምስ ውድብ እንትኸውን እንተሎ ካሊእ ናብ ሚድያ እንትቐርብ እንተሎ ካሊእ ኣንጭዋን እንታይ እዩ ዝበሎ ኪዳን ኣመነ ናብ ሚድያ እንትቐርብ እንተሎ ኣንበሳ ኮይኑ ቀርብ ይደሊ ኢልዎ ናብ ሰራዊት እንትኸይድ እንተለኻ ዓመ ድሙ ይኸውን እውን ኢልዎ ድሙን ኣንበሳን እንግዲህ ይረእኹም ትፍልልዩ እዚ እናዋልኩ ነህዘው እዚኣህለን ንክሻዕ ዝቕፅል ግዜ ሰላም ደሓን ውዓል ደሓን ሕደሩ ቻው